ብስም ኣብን ወልድን መንፈስ ቅዱስን ሓደ ኣምላክ ኣሜን ካብ እግዚኣብሔር ኣቦና ካብ ጎይታና ኢየሱስ ክርስቶስ ጸጋን ሰላምን ንኩላትና ይኩን ሎሚ ድማ ህያው ዝኮነ ናይ እግዚኣብሔር ቃል እግዚኣብሔር ባዕሉ ክምህረና እዩ ብመንፈስ ቅዱስ ኩላትና ክንመሃር ኢና ካብ ቃሉ ክንመሃር ኢና እግዚኣብሔር ዝተመስገነ ይኩን ሎሚ ንሪኦ ካበይ ናበይ ብዝብል ርእሲ ኢና ክንመሃር ካበይ ናበይ ዝብል ምናልባት ርእሱ ብቀጥታ ካብ መጽሓፍ ቅዱስ ከይንረክቦ ንኽእል ኢና ግን ድማ ዋና ሓሳቡ ክርስትያን ካበይ ናበይ ይኸይድ፣ ካበይ ናበይ ይሳገር፣ ካበይ ናበይ ይሓልፍ፣ ከምኡ ድማ ክርስትና ማለት ካበይ ናበይ እዩ እቲ ጉዕዞ ዝብል ኢና ክንርኢ ማለት እዩ። ሎማዓንቲ ሸውዓተ ዝኾኑ ነጥብታት ክነልዕል ኢና። ሸውዓቲኦም ድማ ብመጽሓፍ ቅዱስ መሰረት ካበይ ናበይ ከም ዝኾነ ካብ ናብ ዝብሉ ሓሳባት ክገልጹልና እዮም ማለት እዩ። እግዚኣብሔር ዝተመስገነ ይኹን። እቲ ናይ መጀመርታ እንሪኦ ክርስትያን ካበይ ናበይ እዩ ተሳጊሩ ወይ ድማ ክርስትና ካበይ ናበይ ምጉዓዝ ማለት እዩ። ዝብል ክንርኢ ኢና እቲ ናይ መጀመርታ ንሪኦ ካብ ሞት ናብ ህይወት እዩ ካብ ሞት ናብ ህይወት ጎይታና የሱስ ክርስቶስ ባዕሉ ክምህረና ከሎ ክናገረና ከሎ ኣብ ዮሃንስ ወንጌል ምዕራፍ ሓሙሽተ ከምዚ ይብለና ቁፅሪ ዕስራይ ኣርባዕተይ ብሓቂ ብሓቂ ብለኩም ኣለኹ እቲ ንቓለይ ዝሰምዕ በቲ ዝለኣኸኒ እውን ዝኣምን ናይ ዘለኣለም ህይወት ኣለዎ ምስ በለ ንሱ ካብ ሞት ናብ ህይወት ይሳገር እምበር ናብ ፍርዲ ኣይቐርብን ይብል እቲ ናይ መጀመርታ ሓደ ክርስትያን ክኣምን ከሎ ወይ ድማ ክርስትያን ክኾን ከሎ ሓደ ሰብ ካብ ምንታይ ይሻገር ካብ ሞት ናብ ህይወት ይሳገር ማለት እዩ ካብ ሞት ናብ ህይወት ንመን ምስ ኣመነ ንጎይታና ኢየሱስ ክርስቶስ ምስ ኣመነ ክርስትና ማለት ብክርስቶስ ምእማን ማለት እዩ ክርስትና ማለት ብኣብ ብወልድ ብመንፈስ ቅዱስ ምእማን ማለት እዩ ካልእ ሃይማኖት ይኮነ ክርስትና ሓንቲ ሃይማኖት እያ ለላ እቲ ሓንቲ ሃይማኖት ድማ ብክርስቶስ ብምእማን እያ ትርከብ ሃይማኖት ማለት ምእማን ሰለኾነ ሃይመነ ኣመነ ካብ ልብል ቃል ስለ ዝመፀ ምእማን ማለት እዩ ሃይማኖት ማለት እምነት ማለት እዩ ምንም ዓይነት ኣፈላላይ የብሉይ ኣብዚ ዘመን እዙይ ብዙሕ ኣፈላላይ ኣለዎ ክመስለና ይኽእል እዩ መፅሓፍ ቅዱስ ክነግረና ከሎ ግን ሃይማኖት ማለት ብክርስቶስ ምእማን ማለት እዩ ስለዚ እቲ ናይ መጀመርታ ክርስትያን ካብ ሞት ናብ ህይወት ከም ዝተሳገረ ይፍለጥ ኢሉ ኣብ ቀድመ ዮሃንስ ምዕራፍ 3 ቁፅሪ 14 እውን ደጊሙ ካብ ሞት ናብ ህይወት ከም ዝተሳገረ ይምስክር ማለት እዩ ሓደ ሰብ ብኢየሱስ ክርስቶስ ኣሚኑ ንሓዉ ከፍቅር ከሎ ንሓዉ ክፈቱ ከሎ ካብ ሞት ናብ ህይወት ከም ዝተሳገረ እንታይ ይገብር ይምስክር ስለዚ እቲ ናይ መጀመርታ ክርስትና ካብ ሞት ናብ ህይወት ምምላጥ እዩ ክርስትያን እየ ንብል ሰባት ኣለና ብዙሓት ክርስትና ንብል ሃይማኖት እውን ኣለና ስለዚ ክርስትና ንብሎ ሃይማኖት ኮነ ክርስትያን ኢልና ንኣምን ኩላትና እቲ ቀደምነት ክርደና ዝግብኦ ካብ ሞት ናብ ህይወት ኢና ተሻጊርና እዚ ማለት እንታይ ማለት እዩ ንምንታይ ኢና ኣምጺናዮ ብዙሕ ሰብ ኣብ ዘመንና ካብ ሃይማኖት ናብ ዝኾነ ትካል ሃይማኖት ካብ ትካል ሃይማኖት ናብ ትካል ሃይማኖት ክሳገር ከሎ ከምኡ እዩ ዝመስሎ እሱ እዩ ክርስትና ዝመስሎ ብዙሓት ሰባት ከዚ ኣብ ዘመንና ዝተሰገሩ ብጣዕሚ ሽግር ጸገም ኮይንዎም ዘሎ እሱ እዩ ናይ ሃዋርያት ትምህርቲ እንታይ እዩ ሃዋርያት እንታይ እዮም ዝብሉ ነይሮም ክርስትና ብሃዋርያት ሚዛን እንታይ እዩ ክርስትና ብክርስቶስ ሚዛን እንታይ እዩ ክርስትና ብመጽሓፍ ቅዱስ ሚዛን እንታይ እዩ ክብሉ ኣይኸኣሉን ኣብ ዘመን እዚ ስለዚ እቲ ናቶም ትካል ሃይማኖት ጥራሕ እዩ ክርስትና ልመስሎም ናይ ኻሊእ ትካል ሃይማኖት ክርስትና ይኾነ ኢሎም ይሓሱ ኩሎም ኣብ ምድርና ለለዉ ትካላት ሃይማኖት ማለት ስለዚ ሰብ ካብ ትካል ናብ ካብ ትካል ናብ ትካል ምጓዓዙ ክርስትና ይኾነ ክርስትና ማለት ካብ ሞት ናብ ህይወት ምስሽጋር እዩ እቲ ናይ መጀመርታ ካብ ሞት ናብ ህይወት ልተሳገረ ሰብ እዩ ሓቀኛ ክርስትያን ልበሃል ማለት እዩ እቲ ካልኣይ ካብ ጸልማት ናብ ብርሃን እዩ ኣብ ቀዳማይ ጴጥሮስ ምዕራፍ ክልተ ቁጥሪ ትሽዓተ ከምዙይ ይብለና ቀዳማይ ጴጥሮስ ምዕራፍ ክልተ ቁጥሪ ትሽዓተ ከምዙይ ይብል ንስኻትኩም ግና ናይቲ ካብ ጸልማት ናብቲ ዘገርም ብርሃኑ ዝጸውዐኩም ዘደንቕ ስራሕ እግዚኣብሔር ምእንቲ ክትነግሩ ዝመረጸኩም ሕሩይ ወለዶ ናይ ንጉስ ካህናት ቅዱስ ህዝቢ ጥሪት እግዚኣብሔር ዝኾነ ህዝቢ ኢኹም ይብል ነቶም ኣብያተ ክርስቲያናት ክጽሕፈሎም ከሎ ጴጥሮስ ማለት እዩ ካብ ምንታይ ናብ ምንታይ ካብ ጸልማት ናብ ብርሃን ዝተሳገርኩም እግዚኣብሔር ዝጸውዐኩም ካብ ጸልማት ካብ ማዕሙ ጸልማት እንታይ ገበረኩም መንጢሉ ለውጸኩም ብወዱ ብኢየሱስ ክርስቶስ ቤዛነት ዋጋ ካፊሉ ለምጸአኩም እንታይ ኢኹም ለገርም ስራሕ ትሰርሑ ህዝቢ ኢኹም ኢሉ ካብ ምንታይ ካብ ጸልማት ናብ ብርሃን ስለዚ ካብ ጸልማት ናብ ብርሃን ከም ዝተሳገርና እንድሕር ፈሊጥና ኮይንና ሓቀኛ ክርስትያን ኢና። ጎይታና የሱስ ክርስቶስ እውን ኣብ ዮሃንስ ምዕራፍ ሸሞንተ ቁጽሪ ዓሰርተ ክልተ ከምኡ ኢሉ ተናጊሩ እዩ። ኣነ ናይ ዓለም ብርሃን እየ፣ እቲ ብኣይ ዝኣምን ድማ ካብ ጸልማት ናብ ብርሃን ይሳገር እምበር ኣብ ጸልማት ኣይመላለስን እዩ ኢሉ። ኣብ ጸልማት እየ ማለት እዩ ጸልማት ማለት ዝኾነ ትካል ሃይማኖት ይኾነ ብርሃን ማለት ዝኾነ ትካል ሃይማኖት ይኾነ ጸልማት ማለት ዝኾነ ዓለም ናይ ባዕልና ለቕመጥናዮ ዓለም ይኾነ ብርሃን ድማ ናይ ባዕልና ለቕመጥናዮ ዓለም ይኾነ ክልቲኦም ብናይ እግዚኣብሔር ዓይኒ ክረኣዩ ከለዉ ጸልማት ማለት ብዘይ ክርስቶስ ዝነበረካ ህይወት ማለት እዩ ብርሃን ማለት ድማ እቲ ብርሃን እየ ዝበለ ክርስቶስ ኣብ ውሽጥካ ክበሪ ከሎ ምስ ክርስቶስ ኮይንካ ልትነብሮ ናብራ እዩ መንፈሳዊ ጸልማት መንፈሳዊ ብርሃን ይለገለሎ ማለት እዩ ስለዚ ናይ ህይወት ጉዳይ እዩ ጸልማትን ብርሃን ለብል ኣሎ ናይ ህይወት ጉዳይ እዩ ኣብ ግብረ ሃዋርያት ምዕራፍ 26 ቁጥሪ 17 ድማ ከምዚ ዝብል ቃል ንረክብ ጸልማትን ብርሃንን ኩሉ ግዜ ክንፈልጦም ይግበእና ማለት እዩ ምዕራፍ 26 ካብ 17 ክሳብ 18 ካብ ህዝብኻን ካብቶም ናብኣቶም ዝልእኸካ ኣህዛብን ኸዓ ከናግፈካ እየ። ንዓይ ብምእማን ኸዓ ስርየት ሓጢኣት ክረኽቡ፣ ምስቶም ብእምነት ዝተቐደሱ ድማ ርስቲ ክቕበሉ፣ ካብ ፀልማት ናብ ብርሃን፣ ካብ ስልጣን ሰይጣን ናብ ኣምላኽ ክምለሱ፣ ኣዒንቶም ንክትኸፍተሎም እልእኸካ ኣለኹ በለኒ ይብል። ጎይታና ኢየሱስ ክርስቶስ ንጳውሎስ ክልእኾ ከሎ ማለት እዩ ስለዚ እግዚኣብሔር እንታይ ይብሎ ብሰይጣን መንገዲ ዝኸዱ ኩሎም ናይ ፀልማት ህይወት ተባሂሉ ይፍለጥ ብክርስቶስ መንገዲ ዝኸዱ ኩሎም ድማ ናይ ብርሃን መንገዲ ይፍለጥ ስለዚ ካብ ፀልማት ናብ ብርሃን ማለት ካብ ሰይጣን ናብ መን ናብ ክርስቶስ ማለት እዩ ካብ ዓለማዊ ህይወት ናብ መንፈሳዊ ህይወት ምሽጋር ማለት እዩ። ብኢየሱስ ክርስቶስ ብምእማን ክርስትና ምጅማር ማለት እዩ። ስለዚ ካብ ጸልማት ናብ ብርሃን ምሽጋር እዩ። ካበይ ናበይ እንብሎ ሓደ ካብ ጸልማት ናብ ብርሃን እዩ። እቲ ካልእ ካብ ብሉይ ኪዳን ናብ ሓድሽ ኪዳን እዩ። ብዙሓት ሰባት ኣብ ብሉይ ኪዳን ክሳብ ሕዚ ዝነብሩ ሰባት ብጣዕሚ ብዙሓት እዮም። ሕዚ እውን ህይወቶም መምርሕና ህይወቶም መምርሕና ኣገልግሎቶም ብሉይ ኪዳን ዝኾኑ ሰባት ብጣዕሚ ብዙሓት እዮም። ብፍላይ ኣብ ዓድና ምድርና ማለት እዩ። ግን ካበይ ናበይ እዩ ክርስትና ማለት ካበይ ናበይ ምኻድ እዩ ተልና ካብ ብሉይ ኪዳን ናብ ሓድሽ ኪዳን ምሽጋር እዩ ኣብ ካልኣይ ቆሮንቶስ ምዕራፍ ሰለስተ ካብ ሰለስተ ክሳብ ዓሰርተ ሸሞንተ ከምኡ ይምህረና ብፍላይ ድማ ካብ ቁፅሪ ሸውዓተ ተጀሚርና እንድሕር ኢና ኮይንና ደቂ እስራኤል ብምክንያት እቲ ሓላፊ ዝኾነ ክብሪ ገፅ ሙሴ ምጥማት ሰኣኑ እቲ ኣብ ፅላት እምኒ ብፊደል ዝተቐርፀ ሞት ዘስዕብ ሕጊ ብክብሪ ካብ ተገልፀ እቲ ኣገልግሎት መንፈስ ቅዱስ ድኣ ከመይ በሊፁ ብክብሪ ዘይግለፅ እቲ ኩነኔ ዘስዕብ ኣገልግሎት ካብ ኸበረ እቲ ጽድቂ ዘስዕብ ኣገልግሎት ደኣ ከመይ በሊጹ ዘይኸብር። እቲ ክቡር ዝነበረ እዚ ካብኡ ዝኸበረ ብምምጽኡ ክብሪ ከም ዘይነበሮ ኮነ። እቲ እናሃሰሰ ዝኸይድ ሓላፊ ብኽብሪ ካብ መጸ እቲ ጸኒዑ ዝነብር ደኣ ከመይ ኣብሊጹ ብኽብሪ ዘይኸውን እናበለ ብሉይ ኪዳንን ሓድሽ ኪዳንን ክልቲኡ የወዳድር። ስለዚ ሓድሽ ኪዳን ካብ ብሉይ ኪዳን ልበለጸ ክብሪ ከም ዘለዎ የርእየና ማለት እዩ። ስለዚ ኩሉ ግዜ ኣብ ብሉይ ኪዳን ክንነበረ ይግበእና ናብ ሓድሽ ኪዳን ክንሻገር ኣለና ከምዚ ዝበለ ተስፋ ስለ ዘላትና ኢና ብትብዓት ንዛረብ ዘለና ምስ በለ ንሕና ከምቲ ሙሴ ነቲ ዝሃስስ ዝነበረ ምንጽብራቕ ገጹ ደቂ እስራኤል ከይርእይዎ ዝጉልበብ ዝነበረ ኣይኮናን እንተኾነ ልቦም ተደፊኑ እዩ ብሉይ ኪዳን ከንብቡ እንተለዉ እቲ ጉልባብ ገና ክሳዕ ሎሚ ኣይተቐልዐሎምን ይብል ክሳብ መዓዝ ክሳብ ሎሚ ክሳብ ተሓዝኣነልና ገረላ ኣለኹ ቃል ክሳብ እዛ ሰዓት እዚኣ ገና ብሉይ ኪዳን ካብ ገጾም ዘይተቐልዐሎም ብጣዕሚ ብዙሓት ሰባት ኣለዉ። ብዙሓት ሰባት ብናይ ብሉይ ኪዳን ሕጊ፣ ብናይ ብሉይ ኪዳን ሕጊ ህይወት፣ ብናይ ብሉይ ኪዳን ሕጊ ስርዓት፣ ብናይ ብሉይ ኪዳን ስርዓት ኣምልኾ፣ ብናይ ብሉይ ኪዳን ኣገልግሎት ስርዓት፣ ብናይ ብሉይ ኪዳን ኣከያይዳ ክነብሩ ልደልዩ። ክርስትና ግና ካብ ብሉይ ኪዳን ምሉእ ብምሉእ ሓድሽ ኪዳን ምቕባል እዩ። ብሉይ ኪዳን ንእስራኤላውያን ጥራሕ ተዋሂቡ፣ ሓድሽ ኪዳን ግን ንዓለም ኩሉ ተዋሂቡ። እስራኤል ከዘብ ሓድሽ ኪዳን የላን። ምድራዊ እስራኤል ሐዚ የለ ኣብ ሓድሽ ኪዳን ኣብ ሓድሽ ኪዳን ቤተ ክርስቲያን እያ ለላ ናይ ክርስቶስ መርዓት እያ ለላ እዚኣ ድማ ብሓድሽ ኪዳን መጽሓፍቲ ህይወታ ትመርሕ ናይ ብሉይ ኪዳን መጽሓፍቲ ድማ ከም መወከሲ ትጥቀሞም ከም ናይ እግዚኣብሔር ቃል ኣሚና ትቕበሎም ግን ድማ ስርዓታ ሕጋ ናብራኣ ህይወታ ግና ሓድሽ ኪዳን እዩ ስለዚ ናብ ሓድሽ ኪዳን ክንሳገር ይግበእና ከመይ ገይሮም ደኣ እዮም ካብ ብሉይ ኪዳን ክሳብ ሕዚ ኣብኡ ለለዉ ሰባት ኸመ ገረም ክወጹ ይኽእሉ ካብ እቲ ልና ቃሉ ታይ ይብለና እቲ ጉልባብ እትዩ ዝቕላዕ ብክርስቶስ ጥራሕ እዩ እሞ ይብል እወ ክሳዕ ሎሙይ ሕገ ኦሪት ክንበብ እንተሎ ልቦም ብጉልባብ ክውል እዩ ሓደ ሰብ ናብ ጎይታ እንትምለስ ግና እቲ ጉልባብ ይቕንጠጠሉ ይብል ይቕንጠጠሉ ጎይታ ታይ መንፈስ እዩ ጎይታ ናብ ጎይታ መንፈሰብ ዘለዎ ታይ ኣሎ ሓርነት ኣሎ ስለዚ ሰብ ካብ ብሉይ ኪዳን ናብ ሓድሽ ኪዳን ክሳገር ከሎ ብክርስቶስ ትጉልባብ ናይ ብሉይ ኪዳን እንታይ ይገበረሉ ይቕልዐሉ ሓድሽ ኪዳን ይበርሀሉ ማለት እዩ ናይ ሓድሽ ኪዳን ህይወት ይጅምር ናይ ሓድሽ ኪዳን መምርሒ መምርሒኡ ይገብር ናይ ሓድሽ ኪዳን ስርዓተ ኣምልኾ ስርዓተ ኣምልኾ ይገብር ቤተክርስትያን እውን ብናይ ሓድሽ ኪዳን ጥራሕ ትምራሕ ናይ ሓድሽ ኪዳን ስርዓት ክርስቶስ ዝመሰረተላ ሃዋርያት ለምሀርዎ ትምህርቲ ሒዛ ትጓዓዝ ቤተክርስትያን ትኸውን ማለት እዩ ስለዚ ካበይ ናበይ ክሻገር ይግብኦ ሰብ ካብ ብሉይ ኪዳን ናብ ሓድሽ ኪዳን ኣብ ብሉይ ኪዳን ዝነብር ተኮይኑ ክርስትያን ዝነብር ተኮይኑ ክርስትያን ኣይኮነ ልምንታይ ተልና ብሉይ ኪዳን ንእስራኤላውያን ዝተዋህበ እዩ ኪዳን ናታቶም እዩ ኣቦታት ናታቶም እዩ ተባሂሉ ተፃሒፉ እዩ ሕጊ ናታቶም እዩ ተባሂሉ ተፃሒፉ እዩ ኦሪት ናመን ናታቶም እዩ ኣቦታት ከይተረፉ ናያቶም እዮም ክርስቶስ ኳስ ከይተረፈ ብስጋ ካብኣቶም መፅኡ ንሱ እታ ዝተባረኸ ልዑል ኣምላኽ እዩ ተባሂሉ ኣብ ሮሜ ምዕራፍ ትሽዓተ ቁጽሪ ሓሙሽተ ተጻሒፍልና እዩ። ናታቶም እዩ ኩሉ ናትና ይኾነ። ናይ ክርስትያን ልባ ክርስቶስ ጥራሕ እዩ። ርእሳ ክርስቶስ ዝኾነላ መምርሒኣ ድማ ሓድሽ ኪዳን መጽሓፍቲ ለለዉ ሕግታት ኩሎም ብናይ ሃዋርያት ትምህርቲ እያ ትነብር ማለት ቤተ ክርስትያን። ስለዚ ካብ ብሉይ ኪዳን ናብ ሓድሽ ኪዳን ክሻገር ኣለዎ። ኣብ ዕብራውያን ብተወሳኺ ምዕራፍ ሸሞንተ ከምዚ ዝብል ቃል ኣሎ። ምዕራፍ ሸሞንተ ቁጽሪ ዓሰርተ ሰለስተ ነዚ ኪዳን እዙይ ሓድሽ ኢሉ ብምጽውዑ ነቲ ቀዳማይ ብሉይ ገበሮ እቲ ዝበለየን ዝኣረገን ከዓ ክጠፍእ ቀሪቡ እዩ ኢሉ ጳውሎስ ብሉይ ገይርዎ ነቲ ሓድሽ ኪዳን ስለዚ ኣብ ብሉይ ክንነብር ኣይንኽእል እዩ ብሉይ መምርሒ ህይወትና ክኾነ ይኽእል እዩ ብሉይ መምርሒ ኣምልኾ ስርዓትና ክኾነ ይኽእል እዩ ነቲ ብሉይ እንታይ ገይርዎ እዩ ሓድሽ ገይርዎ እዩ ሓድሽ ኪዳን ኢና ተቐቢልና ንሕና ብሉይ ኪዳን ሓሊፉ እዩ እነሆ እቲ ብሉይ ኩሉ ሓሊፉ እዩ ተባሂሉ ተጻሒፉ እዩ እቲ ብሉይ ኩሉ ሓሊፉ እዩ እነሆ ኩሉ ሓድሽ ኮይኑ እዩ እቲ ሕዚ ብክርስቶስ ዘሎ ድማ ንሱ ሓድሽ ፍጥረት እዩ ተባሂሉ ተጻሒፉ እዩ ካልኣይ ቆሮንቶስ ምዕራፍ ሓሙሽተ ቁጥሪ ዓሰርተ ሸውዓተ ብክርስቶስ ዘሎ ሓድሽ ፍጥረት እዩ ሕዚ ሓድሽ ኪዳን እዩ ሕዚ ሓድሽ ፍጥረት ምዃን እዩ ሕዚ ሓድሽ ሰብ ምልባስ እዩ ንሱ እውን ክርስቶስ እዩ ስለዚ ካብ ብሉይ ኪዳን ናብ ሓዱሽ ኪዳን ክንሻገር ይግበእና እነሆ እቲ ብሉይ ኣሪጉን በልዩን ሓሊፉን እዩ ይብለና ኣሎ ማለት እዩ እቲ ራብዓይ ካብ ፅላሎት ናብ ኣካል እዩ ካብ ፅላሎት ናብ ኣካል እዚ እውን ምስኡ ሓቢሩ ልኸድ እዩ ምስ ብሉይ ኪዳን ዝበልናዮ ሓቢሩ ልኸድ እዩ ካብ ፅላሎት ናብ ኣካል ቆላሲስ ክንርኢ ከለና ምዕራፍ ክልተ ቁጽሪ ዓሰርተ ሽዱሽተ ክሳብ ዕስራ ሰለስተ ከምዚ ይብል ስለዚ ብብልዕን መስተን ብምብዓል በዓላትን ባሕትን ሰናብትን ዝመጸ ሓደ እኳ ኣይፍረድኹም እዚ ኩሉ ናይቲ ክመጽእ ዘለዎ ጽላሎት እዩ እሞ እቲ ናይ ብዙሓ ብሓቂ ህላዌ ዘለዎ ግና ክርስቶስ እዩ ይብል እቲ ኣካል መን እዩ? ክርስቶስ እዩ። እዚኦም ኹሎም ጽላለቶም እዮም እሞ ሀ ብሓቂ ህይወት ዘለዎ ህላወ ዘለዎ ህልውና ዘለዎ መን እዩ? እቲ ኣካል ክርስቶስ እዩ። ስለዚ ካብ ጽላሎት ናብ ኣካል ክንሻገር ይግበእና። ሓደ እኳ ትሕትና ብዝመስል ንመላእክቲ ብዝግበር ኣምልኾን ነቲ ዓስኹም ከ ኣየግድፍኹም። እዚ ሰብ እዙይ በቲ ዝረኸቦ ራእይ እናተመጻደቐ ከንቱ ብዝኾነ ስጋዊ ኣተሓሳስብኡ ዝዕበ እዩ ይብል። እዚ ሰብ እዚ ምስቲ ንሰብነት ብጅማትን መገጣጠምን ኣሲሩ ብምምጋብ እግዚኣብሔር ብዝህቦ ዕቤት ዝዓብየሉ ርእሲ ምስ ዝኾነ ክርስቶስ ርክብ የብሉን ይብል። ርክብ የብሉን። ኣብ ጽላሎት ልምርኮስ ሰብ ኹሉ ምስቲ ኣካል ዝኾነ ክርስቶስ ርክብ የብሉ። ስለዚ ካብ ጽላሎት ናብ ኣካል ልተሳገረ ሰብ እዩ ክርስቲያን ልበሃል። ወይ ድማ ክርስትና ማለት ካብ ጽላሎት ናብ ኣካል ተሳገሩ እዮም። ኣካል ኸዚ መጺኡ እዩ። በን እዩ ንሱ ንሱ ኢየሱስ ክርስቶስ እዩ። እምበኣር ካብ ኣተሓሳስባ እዛ ዓለም እዚኣ ምስ ክርስቶስ ሞይትኹም እንተ ዀንኹም፣ ስለምንታይ ደኣ ገና ከም ኣነባብራ ዓለም ትነብሩ? ስለምንታይኸ ነቲ ኣይትሓዝ፣ ኣይትጥዓም፣ ኣይትንካእ ዚብል ሕጊ ትግዝኡ? ናይ ብሉይ ኪዳን ሕጊ እዮም እዚኦም። ሙሴ ብትረት ልቢ ኣይሁዳውያን ለውጾ ሕጊ እዩ እዚ ዝነግረና ዘሎ። እዚ ሕጊ እዙይ ብምሉኡ ሰብ ዝሓጎጎ ሰብ ዝሓጎጎ እዩ ካብ እግዚኣብሔር የኾነይ ሰብ ልምሃሮ እዩ እግዚኣብሔር ለምህሮ የኾነይ ናይ ክርስቶስ ትምህርቲ የኾነይ ስለ ዝኾነ ምስ ፈጸምኻዮ ሓላፊ እዩ እዚ ሰብ ባዕሉ ብዘጥረዮ ኣምልኾን ብትሕትናን ንሰብነት ኣበርቲዑ ዝቐጽዕ ብምዃኑ ጥበብ ዘለዎ ይመስል፣ ድሌት ስጋ ንምቁጽጻር ግና ኣይጠቅምን እዩ ይብል። ኣይጠቅምን እዩ። ስለዚ እቲ ዝጠቅም መን እዩ? ኣካል እዩ። ካብ ጽላሎት ናብ ኣካል ክንሳገር ይግበአና እዩ ልብለና ኣሎ ማለት እዩ። ኣብ ዕብራውያን ምዕራፍ ዓሰርተ ቁጽሪ ሓደ ድማ ኸምዙይ ልብል ቃል ኣሎ እብራውያ መልእኽቲ ምዕራፍ ዓሰርተ ቁፅሪ ሓደ ሕጊ ናይቲ ክመፅእ ዘለዎ ስነ ነገር ፅላሎት እምበር ንሱ ባዕሉ ኣይኮነን በዚ ምክንያት እዙይ ድማ እቲ በብዓመት ኩሉ ሻዕ ዝቐርብ መስዋእትታት ነቶም ዝቐርዎም ከቶ ፍጹማት ክገብሮም ኣይክኣለን እቶም መስዋእቲ ዘቕርቡ ነፂሆም እንተዝኾኑ በቲ ዝገበርዎ ሓጢኣት ሕሊንኦም ኣይመወቐሶምን ነይሩ እናበለ ይቕፅል ሕጊ ናይቲ ክመጽእ ዘለዎ ተስፋ ተኣዩ ጽላሎት እዩ፣ ኣካል ኣይኮነን። ስለዚ ካብ ጽላሎት ናብ ኣካል ክንሳገር ኣለና። ኣካል መን እዩ? ኢየሱስ ክርስቶስ እዩ። ሐዚ ንዕኡ ኢና ንጥምት። እንጥምቶ ጽላሎት የብልናይ። ልጋርደና መጋረጃ የለይ፣ ጉልባብ የለይ ሐዚ። ጉልባብና ክቕላዕ ኣለዎ። ጽላሎት ክገድሶ ኣለዎም፣ ኣብ መንገድና ክህሉ የብሎም እዩ። ሐዚ ብቀጥታ ምስ ክርስቶስ ክንራኸብ ይግበእና። ክርስቶስ ድማ ምስ እግዚኣብሔር ከራኽበና እዩ። ልምንታይ? ኣካል መጹ እዩ ሐዚ። እዚ ኹላትና እኳስ ብ ብስነ ኣእምሮ ብጥበብ ናይዚ ዓለም እዚ ብናይ ኣእምሮና ጥበብ እኳስ ክንፈልጦ ንኽእል ኢና። ንኣብነት ሓደ ሰብ መጺኡ ብዙ ብጎንኻ ወይ ተመጺኡ ጽላሎቱ እንድሕር ደኣ ርኢኻዮ ኮይንኻ ዋእ ናይ መን ጽላሎት እዩ እዚ ኢኻ ትብል። ናይ መን እዩ ማንም ሰብ ማለት እዩ ዋላ ትፈልጦ ሰብ ክኾን ይኽእል እዩ። ናይ መን እዩ ትብል ስለዚ ብኣካል ምስ መጸ ግና ኣነ እኮ እየ ተይልካ ግን ኣካሉ እንታይ ዝገሮ መጺኡ ኣሎ ስለዚ ኣካሉ እንድሕ መጺካ ኮይኑ ጽላሎት ንምንታይ የድልየካ። ጽላሎት የድልየካ መን ኢላ ካይትሽገሪ እቲ ኣካል መጽኡ እዩ ስለዚ እቲ ዘድሊ መን እዩ ኣካል እዩ ንሱ ድማ ጎይታና ኢየሱስ ክርስቶስ እዩ ማለት እዩ ካሊእ ካብ ኣዳም ናብ ክርስቶስ እዩ ብዙሕ ሰብ እውን ሕዚ እውን ካብ ኣዳም ናብ ክርስቶስ ዘይተሻገረ ብጣዕሚ ብዙሕ ሰብ እዩ ኣብ ዓለምና ኣብ ምድርና እውን ሓዊሱ ማለት እዩ ብዙሕ ሰብ ካብ ኣዳም ናብ ክርስቶስ ዘይተሻገረ ብዙሕ ሰብ እዩ ክርስትና ግን ኣብ ኣዳም ክንካ ክርስትና የለይ ምስ ኣዳም ክንካ ክርስትና የለይ ብኣዳማዊ መንነት ክርስትና የለይ ደቂ ኣዳም ኢና ላበልካ ክርስትና የለይ ወዲ ኣዳም እየ ጓል ኣዳም እየ ላበልካ ክርስትና የለይ ናይ ኣዳም መንነት ተቆሪጹ ናይ ክርስቶስ መንነት ኣብ ህይወትካ እንድሕር ለየለ ኮይኑ ክርስትና የለይ። መጽሓፍ ቅዱስ ታይ ይብለና ካብ ኣዳም ላብ ክርስቶስ ክንሳገር ኣለና ካበይ ናበይ ተይልና ካብ ኣዳም ናብ ክርስቶስ ሮሜ ምዕራፍ ሓሙሽተ ካብ ዓሰርተ ኣርባዕተ ክሳብ ዓሰርተ ትሽዓተ ከምዚ ይብል ሞት ግና ካብ ኣዳም ጀሚሩ ክሳዕ ሙሴ ካብቶም ከም ኣዳም ትእዛዝ ብምጥሓስ ሓጢኣት ዘይገበሩ እውን ነጊሱ ነበረ ኣዳም ከዓ ምሳሌ እቲ ክመፅእ ዘለዎ ነበረ ኣዳም ምሳሌ እዩ። ኣካሉ መን እዩ? ክርስቶስ እዩ። ስለዚ ሰብ ካብ ኣዳም ናብ ክርስቶስ ክሳገር ኣለዎ። ክቋረጽ ኣለዎ። ናይ ኣዳም መንነትና ክቋረጽ ኣለዎ። ግና ጸጋ እግዚኣብሔርን እቲ በደልን ሓደ ኣይኮነን። ብበደል ሓደ ሰብ ብዙሓት ከም ዝሞቱ፣ እቲ ጸጋ እግዚኣብሔርን እቲ ብኸምኡ ዝተዋህበ ናይቲ ሓደ ሰብ ብጎይታና ኢየሱስ ክርስቶስ ዝተረኸበ ውህብቶ ጸጋ ኣብ ብዙሓት የመና በዚሑ ኣሎ። እቲ ብጸጋ ዝተረኸበ ውህብቶ ከም ሰዓቤን ናይቲ ብሓደ ሰብ ዝመጸ ሓጢኣት ኣይኮነን። ብሓጢኣት ሓደ ሰብ ዝመጸ ፍርዲ ኩነኔ ኣስዓበ። ድሕሪ በዝሒ ሓጢኣት ዝተዋህበ ጸጋ ከኣ ጽድቂ ኣፍረየ ይብል። ኣዳም ሓጢኣት ኣፍርዩ። ምዉታን ኣፍርዩ። ክርስቶስ ጽድቂ ኣፍርዩ። ህያዋን ኣፍርዩ። ስለዚ ምስ መን ኢና እኔና እስቲ ህይወትና እስቲ ንርእዮ። ብኣዳም ዲና እኔና ወይስ ብክርስቶስ ኢና እኔና? ኣነ ብክርስቶስ እየ ኣነ ብጎይታ እየ ኣነ ክርስትያን እየ ክብል ከሎ ሰብስ ይገርመና ንድነቕ እዚማ ኣምዙይ ሃይማኖቱ ንብል መጽሓፍ ቅዱስ እኮ ይነግረና ኣሎ ብክርስቶስ ምዃን ማለት ካልእ ሃይማኖት ምቕያር ካልእ ትካል ሃይማኖት ምቕያር ይኾነ ክርስትያን ምዃን ማለት እዩ ብክርስቶስ ምዃን ብኣዳም ይኾንኹ ማለት እዩ ተሓሳብ ጳውሎስ እንታይ ኢሉ ይብል? ንሕና ዅላትና ብክርስቶስ ዘለና እናበሉ እኮ እዮም ዝነግዑ። ሃዋርያት ዅሎም እኮ ንሕና ብክርስቶስ ዝዀንና እናበሉ እኮ እዮም መሚሮምና። ብክርስቶስ ምዃን ማለት ብኣዳም ዘይምዃን ማለት እዩ። ኣብ ኣዳም ዝነበረካ ርክብ ምቁራጽ ማለት እዩ። ካብ ስጋ ዝወለደካ ኣዳም ትሓድጎ ማለት እዩ። ብመንፈስ ዝወለደካ ክርስቶስ ትኣምን ማለት እዩ። ንምንታይ? ካብ እግዚኣብሔር ብክርስቶስ ኢየሱስ መስቀል መከራ ኢና ተወሊድና። ብጸዓረ ሞት ኢና ተወሊድና ማለት እዩ። ስለዚ ካብ ኣዳም ናብ ክርስቶስ ክንሳገር ኣለና። ክርስቶስ እዩ ህይወትና። ኣዳም ሞይቱ እዩ፣ ሞይቱ እዩ ሂብና። ክርስቶስ ግን ንዓና ሞይቱ ህይወት ሂብና። ስለዚ ናይ መን ኢና? ናይ ክርስቶስ ኢና ሕና። ብመን ኢና? ብክርስቶስ ኢና። ብመን ኢና? ብጎይታ ኢና። ኣነ ብጎይታ እየ ማለት ድማ ኣማኒ እየ ማለት እዩ። ኣነ ብክርስቶስ እየ ተይሉ ሓደ ሰብ ኣማኒ እየ ናይ ክርስቶስ ኣማኒ እየ ማለት እዩ። ካልእ ሓድሽ ፍልስፍና ትምህርቲ ኮይኖም ጽለና ናይ ሃዋርያ ትምህርቲ እዩ። ኣመንቲ ብጎይታ ብክርስቶስ ናተባህለ እዮም ዝፅውዑ ነይሮም ኣመንቲ ክርስትያን ናተባህለ ይፅውዑ ነይሮም ስለዚ ጸጋ እግዚኣብሔርን እቲ በደልን ሓደ ኣይኮነን ብበደል ሓደ ሰብ ብዙሓት ከም ዝሞቱ እቲ ጸጋ እግዚኣብሔርን እቲ ብከምኡ ዝተዋህበ ናይቲ ሓደ ሰብ ብጎይታና ኢየሱስ ክርስቶስ ዝተረኸበ ውህቶ ጸጋ ኣብ ብዙሓት የመና በዚሑ ኣሎ ይብል እቲ ብጸጋ ዝተረኸበ ውህቶ ከም ሳዕቤ ናይቲ ብሓደ ሰብ ዝመጽእ ሓጢኣት ኣይኮነን ኣይራኸብን ምስ ናይ ኣዳም ኣይራኸብን ብሓጢኣት ሓደ ሰብ ዝመጸ ፍርዲ ኩነኔ ኣስዕበ ድሕሪ በዚ ሓጢኣት ዝተዋህበ ጸጋ ከኣ ጽድቂ ኣፍረየ። ሞት ብሰንኪ ሓጢኣት ሓደ ሰብ ካብ ነገሰ፣ እቶም ብዙሓት ጸጋ እግዚኣብሔርን ውህብቶ ጽድቅን ዝረኸቡ ደኣ በቲ ሓደ ሰብ ኢየሱስ ክርስቶስ ኣብ ሕይወት ክንደይ ኣብልጾም ዘይነግሱ። በቲ ሓደ ሰብ፣ መን እዩ እሱ? ኢየሱስ ክርስቶስ። ብሓደ ሰብ ሞት መጺኡ፣ ብሓደ ሰብ ሕይወት መጺኡ። ብሓደ ሰብ ኣዳም ሞት ኣምጺኡልና፣ ሓደ ሰብ ኢየሱስ ክርስቶስ ድማ ፍጹም ሰብ ኮይኑ ሕይወት ሂቡና። ስለዚ ካብ ኣዳም ናብ ክርስቶስ ክንሳገር ይግብእና ማለት እዩ። ኣብ ቆላሲስ ምዕራፍ ሰለስተ እውን ከምዚ ዝብል ቃል ኣሎ ክነግረና ከሎ ምዕራፍ ሰለስተ ካብ ትሽዓተ ክሳብ ዓሰርተ ሓደ ከምዚ ይብል ከምኡ እውን ነቲ ኣረጊት ሰብነት ምስ ኩሉ ግብሩ ቀንጢጥኹም ነቲ ንፈጣሪኡ ምእንቲ ክመስል ብፍልጠት ዝሕደስ ዘሎ ሓዱሽ ሰብነት ስለ ዝለበስኹም ንስኻትኩም ኣይተተሓሳሰቡ ምስቲ ንሳትኹም ኣይትተሓሳሰቡ። ክርስቶስ ዅሉን ኣብ ዅሉን እዩ እምበር፣ ኣብኡስ ግሪካውን ኣይሁዳውን፣ ግርዙን ዘይግርዙን፣ ዝሰልጠነን ዘይሰልጠነን፣ ኣረማውን ባርያን ጭዋን ዝብል ኣፈላላይ የለን ይብል። ስለዚ ብኣዳም ዝኾነ ሰብ ግሪካዊ፣ ኣይሁዳዊ፣ ግሩዝ፣ ዘይግሩዝ፣ ዝሰልጠነ፣ ዘይሰልጠነ፣ ኣረማዊ፣ ባርያ፣ ጭዋ ላበለ ይልውዕል ብኣዳም ለለ ሰብ። ብክርስቶስ ለለ ሰብ ተኾይኑ ግን እዚኦም የለውይ። ኣብ ክርስትና ውሽጢ ናይ ዓሌት ኣፈላላይ፣ ናይ ዘርኢ ኣፈላላይ፣ ናይ ቋንቋ ኣፈላላይ ሚዛኑ የለን። ሚዛን የብሉ እዩ። ሚዛን ክኾነ ይኽእል እዩ። ስኻ እዚኻ ቋንቋ ትናገር እሞ ክርስትያን ትኾነ ትኽእል እዩ ልባሃል የለይ ክርስትና። ዓለትኻ ካብዚ ካብዚ ስለዝኾነ ስኻ ክርስትያን ትኾነ ትኽእል የለይ። ኣብ ዓድና እውን ከምቲ ልባል ልጥበበኛታት ልጭዋታት ጠቢብ ጭዋ ጋላ ከምዚ ወዲ ዓዲ ወዲ እገለ ላተባሃለ ልፍለ ድኻ ሃፍታም ባርያ ጎይታ መስፍን ገዛኢ ምናምን ላተባሃለ ልንገሩ ዚኦም ኣፈላላት ኣብ ክርስትና የለውን ኣብ ቤተክርስትያን ዚኦ ይሰርሒ ናይ ሓደ ሃገር ጠቅላይ ሚኒስተር ናይ ሓደ ክልል መራሒ እውን እንተልመፅእ እሱ ክርስትያን ተባሂሉ ዝፅዋዕ ቤተ ክርስትያን ዝፍለዮ ወንበር የብሉይ ድሕሪት ለከፍክር ይኽእል እዩ፣ ማእኸል ለከፍክር ይኽእል እዩ። ናይ ክብሪ ኣፈላላይ፣ ናይ ዝና ኣፈላላይ፣ ናይ ዓሌት ኣፈላላይ፣ ናይ ቋንቋ ኣፈላላይ ኣብ ክርስትና የለይ። ኹሎም ብክርስቶስ እንታይ እዮም? ሓደ እዮም። ኣብዚ ኣፈላላይ የለን ይብለ ቃሉ። ክርስቶስ ኩሉን ኣብ ኩሉን እዩ እምበር ኣብኡስ ግሪካዊ፣ ኣይሁዳዊ፣ ግሩዝ፣ ዘይግሩዝ፣ ዝሰልጠነ፣ ዘይሰልጠነ፣ ኣረማዊ፣ ባርያ፣ ጭዋ ዝበሃል ኣፈላላይ የለን ይብልና ኣሎ። እዚ ቃል ኣምላኽ እዩ፣ ሕያው እዩ፣ ይሰርሕ እዩ። ስለዚ ኣብ ብዙሓት ኣብያተ ክርስቲያናት ኢና ንብሉ ሕዚ እኳስ ብዙሕ ኣፈላላይ ኣሎ ብዙሕ ኣፈላላይት ይፍጠር ማለት እዩ ኣመንቲ ኢና ብልብሉ ናይ ክርስቶስ ቤተ ክርስቲያን ኢና ብልብሉ ማለት እዩ ስለዚ ሰብ ካብ ኣዳም ናብ ክርስቶስ ክወፅእ ኣለዎ ኣብ ክርስቶስ ብዙ ኣፈላላይ የለይ ኩሉ ብክርስቶስ ሓደ እዩ ናይ ፆታ ኣፈላላይ ናይ ዕድመ ኣፈላላይ ዝበሃል ጉዳይ የለ ኩሎም ብክርስቶስ እንዳዮም ሓደ እዮም ኣብ ቤተክርስትያን ኩሉ ሰብ ሓደ እዩ እቲ ካልእ ሻድሻይ ካብ ሕጊ ናብ ጸጋ እዩ። ሰብ ኣብ ትሕቲ ሕጊ ድዩ ኣብ ትሕቲ ጸጋ እዩ ንነብር ኣብ ሓድሽ ኪዳን? ብሉይ ኪዳን እንተኾይኑ ኣብ ትሕቲ ሕጊ እዩ። ሓድሽ ኪዳን ግና ኣብ ትሕቲ ጸጋ እዩ። ነዚ ኢና ኣቐዲምና እውን ካብ ብሉይ ኪዳን ናብ ሓድሽ ኪዳን ክሻገር ኣለዎ ሰብ ንብል ኣለና። ካብ ብሉይ ኪዳን ናብ ሓድሽ ኪዳን ክሳገር ኣለዎ ሰብ ተዘይኮይኑ ኣብ ትሕቲ ሕጊ እዩ ልነብር ኣብ ትሕቲ ሕጊ እንድሕነብር ድማ መወዳቱ ሞት እዩ ንምንታይ ሕጊ ንምንታይ መፅኡ ሓጢኣት ክገልፅ እዩ መፅኡ ሓጢኣት ድማ ላባይ ዝወስድ ሞት ደሞዝ እንታይ ናይ ሓጢኣት ሞት እዩ ሞት ድማ ናብ ሲኦል የውርድ ተባሂሉ ተጻሒፉ እዩ ኣብ ሮሜ ምዕራፍ ሓሙሽተ ከምዚ ዝብል ቃል ንረክብ ሮሜ ምዕራፍ ሓሙሽተ ካብ ዕስራ ክሳብ ዕስራ ሓደ እዩ ሓጢኣት ምእንቲ ክበዝሕ ሕጊ ኣተወ ይብል ብደንብ ነዳምፅ ብዙሕ ሰብ በቃ ሕጊ ትባል ተሎ ቀሊል እዩ ዝገብሮ ዋ ሕጊማ ክህልየና ብሕጊማ ክንምራሕ እኒአና ይብል ሰብ ሕጊ ከቢድ እዩ ሕጊ እንታይ የምፅእ ሓጢኣት የምፅእ ሕጊ ኣተወ ረይዋ ሓጢኣት ምንትግበዝ ሕጊ ኣተወ ኣብ ትሕቲ ሓጢኣት ዝበዝሖ ሕግና ኣብኡ ጸጋ የመና በዝሐ ስለዚ ምንት ከምቲ ሓጢኣት ሞት ብምምጻእ ዝነገሰ ሓጢኣት ሞት ኣምጽኡ ከም ዝነገሰ ጸጋ እግዚኣብሔር ከዓ ብኢየሱስ ክርስቶስ ጎይታና ብጽድቂ ንዘለኣለሞ ህይወት ክነግስ እዩ ናይ ሓጢኣት ደሞዝ ሞት እዩ ናይ ጸጋ ደሞዝ ኸታ እዩ ናይ ዘለኣለም ህይወት እንዲያም ደሞዝ የኾነይ ጸጋ ብኸምኡ ኢና ረኺብናዮ ብኸምኡ ድማ ናይ ዘለኣለም ህይወት ንረክብ ካብና ሓንቲ ነገር ዝትቁጸር ነገር የብልናይ ማለት እዩ ስለዚ ብኣዳም ልኾነ ሰብ ሕጊ ኣለዎ። ሕጊ እንታይ የምፅእ? ሓጢኣት የምፅእ። ሓጢኣት ድማ እንታይ የምፅእ? ሞት የምፅእ። ሞት ድማ ናብ ሲኦል የውርድ እዩ ይብለና ኣሎ። ብክርስቶስ ልኾነ ሰብ ግና ብቤዛነቱ ስለ ልኣመነ ብኢየሱስ ክርስቶስ ብጸጋ ብኸምኡ ይጸድቕ ናይ ዘላለም ህይወት ድማ ይረክብ። ስለዚ ክርስትያን ማለት ኣብ ትሕቲ ጸጋ ልነብር እምበር ኣብ ትሕቲ ሕጊ ልነብር ኣይኮነይ። ኣብ ትሕቲ ጸጋ ምንባር ማለት ድማ ልሕጊ ምሽናፍ ልሕጊ ምስዓር ለመላኽት እዩ መን ስዒርዎ ተልና ጎይታና ኢየሱስ ክርስቶስ ስለ ዝሰዓሮ ጎይታና ኢየሱስ ክርስቶስ ስለ ዝሰዓሮ ማለት እዩ ከምኡውን ኣብ ምዕራፍ 6 ካብ 14 ክሳብ 16 ከምዚ ይብል ሮሜ ምዕራፍ 6 ካብ 14 ክሳብ 16 ትሕቲ ጸጋ እምበር ትሕቲ ሕጊ ስለ ዘይኮንኩም ሓጢኣት ኣይገዘእኩምን ይብል ትሕታይ ትሕቲ ጸጋ ክርስትያን ትሕቲ ጸጋ ኢኹም ይብለና ኣሎ ጳውሎስ ኣይሁድ የኾና ንሕና ትሕቲ ሕጊ ንኾን ናይ ሙሴ ሕጊ የኾነ ንገዘእና ናይ ክርስቶስ ሕጊ ንገዘእና ንዑ እዩ ሕጊ ብሙሴ ተዋሃበ ዝብለና ኣሎ ዮሃንስ ወንጌ ምዕራፍ ሓደ ቁጥሪ 17 ቁጥሪ 18 ሕጊ ብሙሴ ተዋሃበ ጸጋን ሓቅን ግና ብጎይታና ብኢየሱስ ክርስቶስ ኾነ ይብለና ጸጋ ብኢየሱስ ክርስቶስ ኾይኑልና። ትሕቲ ጸጋ እምበር ትሕቲ ሕጊ ኣይኾንኹሙን ይብለና። እሞኸ ደኣ ትሕቲ ጸጋ እምበር ትሕቲ ሕጊ ካብ ዘይኮንና ሓጢኣት ክንገብርዶ? ኣይፋልናን፣ ኣይንገብርን። ጸጋ ንሓጢኣት የሸንፎ እምበር ጸጋ ንሓጢኣት ፍቓድ ኣይህቦይ። ከም እዙዛት ባሮት ኾይንኹም ርእስኹም እንተ ኣግዛእኹም፣ ናይቲ እትእዘዝዎ ባሮት ከም ዝኾንኹም ዶ ኣይትፈልጡን ኢኹም? ናይ ልትእዘዞ ባርያ ኢኻ። ለሓጥያት እንድሕር ትእዘዝ ኾይንኻ ናይ ሓጥያት ባርያ ኢኻ፣ ልጽድቂ እንድሕር ትእዘዝ ኾይንኻ ናይ ጽድቂ ባርያ ኢኻ፣ ልጸጋ እንድሕር ትእዘዝ ናይ ጸጋ ባርያ ኢኻ፣ ልሕጊ እንድሕር ትእዘዝ ናይ ሕጊ ባርያ ኢኻ። እምበኣር ንሞት ናይ ሓጥያት ባሮት ወይ ንጽድቂ ናይ ምእዛዝ ባሮት ኢኹም። ቀደም ባሮት ሓጥያት እኳ እንተ ነበርኹም ነቲ ብድሕሪ ብሕድሪ ዝተዋህበኩም ትምህርቲ ካብ ልቢ ስለ ዝተኣዘዝኩምዎ ካብ ሓጥያት ሓራ ወጺእኹም ንጽድቂ ስለ ዝተገዛእኹም እግዚኣብሔር ዝተመስገነ ይኹን ይብል። እግዚኣብሔር ዝተመስገነ ይኹን። ካብ ምንታይ ወጺኹም ካብ ሓጢኣት ወጺኹም ላበይ ላብ ጽድቂ ብምንታይ ብጸጋ ብጸጋ ትሕቲ ጸጋ ስለ ዝኾንና ጽድቂ ኢና ንሰርሕ ትሕቲ ሕጊ ዝኾኑ ሓጢኣት እዮም ንሰርዑ ልምንታይ ሕጊ ይተሓላለፉ እዮም ትሕቲ ጸጋ ግን ጸጋ በዓሉ ስለ ዝሕግዘና ጸጋ በዓሉ ስለ ዝረደና ሓጢኣት ንጽየፍ ብቅድስና ህይወት ክንነብር ንጽዕር ንቃለስ ሰብነትና ንጉስም ማለት እዩ በቃ ኖህ ንብል ማለት እዩ ለሓጢኣት ንፅድቂ ግን እሺ ንብል ኣእዳውና ንዝርግሕ ኣእምሮና ነስፍሕ ማለት እዩ እግዚኣብሔር ይመስገን ተሻብዓይ እንታይ መወዳእታን ካብ ባርያነት ናብ ውሉድነት እዩ ካበይ ናበይ ካብ ባርያነት ናብ ውሉድነት ወይ ድማ ካብ ባርነት ናብ ውሉድነት ይብለና ገላትያ ምዕራፍ ኣርባዕተ ካብ ሓደ ክሳብ ዓሰርተ ሓደ ከምዙይ ይብል ገላትያ ከዚ እውን ናይ ጳውሎስ መልእኽቲ እዩ ገላትያ ምዕራፍ ኣርባዕተ ካብ ሓደ ክሳዕ ዓሰርተ ሓደ ከምዚ ይብል፣ ኣነ ዝብሎ እዚ እዩ ይብል፣ እቲ ወራሲ ኣብ ግዜ ህጻንነቱ ናይ ኩሉ ጎይታ እንተ ኾነ እኳ፣ ካብ ባርያ ኣይፍለን እዩ ኢልዎ። ወራሲ፣ ውሉድ ማለት እዩ፣ ካብ ባርያ ኣይፍለን። ክሳዕ እቲ ኣቦኡ ዝወሰነሉ ግዜ ኣብ ትሕቲ ስልጣን ሓለውትን መገብትን እዩ። ከምኡ እውን ንሕና ህፃናት እንተለና ኣብ ትሕቲ ኣተሓሳስባ ዓለም ባሮት ኮይና ነበርና ይብል ባሮት ኮይና ነርና ኣብ ትሕቲኡ ግዜኡ ምስ በፅሐ ግና እግዚኣብሔር ነቶም ኣብ ትሕቲ ስልጣን ሕጊ ዝነበሩ ምእንቲ ክብዘው ንሕና እውን ናይ ውሉድነት ስልጣን ምእንቲ ክንረክብ ንወዱ ለኣኾ ካብ ሰበይቲ እውን ተወለደ ንሕጊ እውን ተኣዛ ዝኾነ ውሉድ ስለ ዝኾንኩም ከዓ ነቲ ኣባ ኣቦ ኢሉ ዝፅውዕ መንፈስ ወዱ ናብ ልብኹም ለኣኾ ስለዚ ደጊም ውሉድ እምበር ባርያ ኣይኮንካን፣ ውሉድ ካብ ኾንኻ ድማ ብክርስቶስ ናይ እግዚኣብሔር ወራሲ ኢኻ ይብል፣ ስሙ ብሩክ ይኹን። ስለዚ ካብ ሕዚ ጀሚርካ ባርያ ኣይኮንኻ፣ ካብ ባርያ ላብ እንታይ ላብ ውሉድ፣ ካብ ባርያነት ላብ እንታይ ላብ ውሉድነት ኢና ንሳገር። ክርስትያን ማለት እሱ እዩ። ኣብ ትሕቲ ሕጊ ዝነበረ ባርነት ብኢየሱስ ክርስቶስ ጸጋ ተሳዒሩ ብናይ ኢየሱስ ክርስቶስ ጸጋ ድሒኑ እግዚኣብሔር ብልሃዊ ጸጋ ድሒኑ ናይ እግዚኣብሔር ውሉድ ይኸውን ክርስትያን ደቂ እግዚኣብሔር ኢና ክርስትና ማለት ውሉድ እግዚኣብሔር ምዃን ማለት እዩ ሰማያውያን ዜጋታት ምዃን ማለት እዩ ደቂ እግዚኣብሔር ምዃን ማለት እዩ ክርስትና ማለት ስለዚ ክርስትና ካበይ ናበይ እዩ ካብ ባርያነት ናብ ውልድነት ሐዚ ንሕና ንእግዚኣብሔር ብኣገልገሎት ኢና ባሮት ኢና ክንፅዋዕ ንኽእል እምበር ብውልድነት ንሕና እንታይ ኢና ደቁ ኢና ካብ ባርያነት ናብ ውልድነት ኣይኮነ ኢና ተሸጋጊርና ኢና ማለት እዩ ሮሜ ምዕራፍ ሸሞንተ ካብ ዓሰርተ ኣርባዕተ ክሳብ ዓሰርተ ሸውዓተ ሮሜ ምዕራፍ ሸሞንተ ካብ ዓሰርተ ኣርባዕተ ክሳብ ዓሰርተ ሸውዓተ እውን ከምዚ ይብል ኵሎም እቶም ብመንፈስ እግዚኣብሔር ዝምርሑ ንሳቶም ውሉድ እግዚኣብሔር እዮም እሞ፣ ንስኻትኹም ነቲ ብእኡ ገይርና ኣባ፣ ኣቦ ኢልና ንጽውዐሉ መንፈስ ውሉድነት ኢኹም ዝተቐበልኩም እምበር፣ ናብ ፍርሓት ክትምለሱ መንፈስ ባርነት ኣይተቐበልኩምን። ካብ መንፈስ ባርነት ናብ መንፈስ ውሉድነት ተሸጋጊርና ኢና፣ እግዚኣብሔር ይመስገን። ሐዚ ንእግዚኣብሔር ኣባ፣ ኣቦ ኢልና ንጽውዐሉ ሕይወት እዩ ለለና ክርስትና። ክርስትያን ለይኮነ ሰብ ብሓቂ ዋላ እኳ ክርስቶስ ተፈለጠ ዋላ ኢየሱስ ክርስቶስ ጎይታ እዩ ተበለ ዋላ ብኣብ ብወልድ ብመንፈስ ቅዱስ ይእመን ክርስትያን ኮይኑ ብናይ መንፈስ ፍርሃት ንነብር ምስ እግዚኣብሔር ከውግዕ ይኽእል እየ ኣነ ኣነ ሓጢኣተኛ እየ ኣነ በደለኛ እየ እግዚኣብሔር ለኣየ ሃሞ ጌር ክምሕረኒ ይኽእል ልብል ሰብ ተሃልዩ እዙይ ውሉድነት የውሊ ገና ኣይተሳገረይ ካብ ባርነት ኣይወፀይ ሓራ ኣይወፀይ ማለት እዩ ንሕና ከዚ ምስ ሓጢኣትናይ ምስ በደልናይ ናብ እግዚኣብሔር ንቐርበሉ ሓድሽ ኪዳን ኢና ኣለና መሓረኒ ሰሃለኒ ይቅረ በለኒ ኢልና ናብ እግዚኣብሔር ከዚ ደፊርና ክንቐርብ ዘኽእለና መንፈስ መንፈስ ውልድነት ኣለና ናይ እግዚኣብሔር መንፈስ መንፈስ ቅዱስ ኣብ ውሽጥና ስለ ዝሓደረ ማለት እዩ ስለዚ ብኡ ኣርተባቢዕና ኣጸናኒዕና ሓጢኣትና ንሳ ልክንኣቲ በደልና ልክንሓድግ ካብ ሎም ጀሚራ ጽድቂ ልክንሰርሕ የግብረና ማለት እዩ ስለዚ ካብ ባርነት ናብ ምንታይ ናብ ውልድነት ተሻጊርናና እግዚኣብሔር ይመስግን ስለዚ እዞም ሸውዓተ እዞም ንጥብታት እዚኣቶም ክንሪኦ ከለና ክርስትያን ዝበሃል ማንም ሰብ እዚኦም ክርዳእ ይግባእ። ካብ ሞት ናብ ህይወት ከም ዝተሻገረ ክርዳእ ይግባእ። ካብ ጸልማት ናብ ብርሃን ከም ዝተሻገረ ክሓስብ ይግባእ። ካብ ብሉይ ናብ ሓድሽ ኪዳን ክሻገር ኣለዎ። ካብ ጽላሎት ናብ ኣካል፣ ካብ ኣዳም ናብ ክርስቶስ፣ ካብ ሕጊ ናብ ጸጋ፣ ካብ ባርያነት ናብ ወለድነት ማዕረ ኢሉ ይመጽእ። ማዕረይ ልመጽእ ረእይዎ ኢኹም ሞት ጸልማት ብሉይ ኪዳን ጽላሎት ኣዳም ሕጊ ባርያነት እዚኦም ኣብ ሓደ ማህደር እዮም ዝርከቡ ኣብ ሓደ ማህደር ኣበይ ኣብ ብሉይ ኪዳን ብስንኪ መን ልመጹ ብስንኪ ኣዳም እሺ ብክርስቶስ ለለ ንረእዮ ህይወት ብርሃን ሓድሽ ኪዳን ኣካል ክርስቶስ ጸጋ ውሉድነት እዚኦም ለለ ኣብ ሓደ ማህደር እዮም ዝርከቡ ኣብ ምንታይ ኣብ ሓድሽ ኪዳን ስለዚ ካብዞም ኣብዚ ዘለዉ ብፀጋም ኣንፈት ዘለዉ ኩሎም ካብዞም ተትሒዞም ዘለዉ ማህደር ካብቲ ፋይል እሱ ላምንታይ ላብቲ ሓደ ማህደር ክንሳገር ኣለና ማለት እዩ እዚ ድማ ኣደማዊ ስጋና ስጋዊ ማንነትና ቀቲልና መንፈሳዊ ዝኾነ ውልድነት ረኺብና ኢና ክንገብሮ ንኽእል ክርስትና ማለት ካብዚ ናብዚ ምስጋር እዩ እምበር ከምቲ ኣብ ምድርና ልውረ ከምቲ ኣብ ዓድና ኣብ ከተማታት መባእስ ልኾን ለሎ ትካላት ሃይማኖት ንናይ ባዕለን ምእመናን ለፍርሳ ለለዋ ከምኡ ኣይኮነ ክርስቶስ ኹለን እዚኤን ኣይፈልጠን እዩ ክርስቶስ ልፈልጠና ብደሙ እዩ ክርስቶስ ልፈልጠና ብስግኡ እዩ ኣካሉ ምኻንና እዩ ልፈልጥ ክርስቶስ ብደሙ ኣጥሪድና ዓዲግና እዩ እግዚኣብሔር ዝተመስገነ ይኹን ስለዚ ታማይና ክንገብር ልግበእና ዜንሽ ተረዲእና ኣሎ ብዘው ዝኒኤ ማህደር ንጓዓዝ ኣለና በቲ ናይ የማን ተቀሚጥና ዘለና ማህደራት ተጓዒዝና ኣለና ናይ ክርስቶስ ኮይንና ኣለና ስለዚ እንታይ ንግበር እንድሕር ደኣ ኢልኹምኒ ኮይንኹም ክልተ ዓበይቲ ነጥብታት ተዛሪበ ክውድእ እየ እቲ ናይ መጀመርታ ቦታኻ ምፍላጥ እዩ ቦቱ ክፈልጥ ኣለዎ ክርስትያን ቦቱ ኣበይ እዩ ኣበይ በፂሐ ዝበፅሐሉ ብርኪ ክፈልጥ ኣለዎ ኣብ ዕብራውያን እኮ ምዕራፍ ዓሰርተ ክልተ ከምዚ ይብል እኮ እዚ ኮ ብዙሓት ክርስትያን የረድኦም እዩ ግን ክርድኦና ይግባእ ዕብራውያን ምዕራፍ ዓሰርተ ክልተ ካብ ዕስራ ክልተ ክሳብ ዕስራ ኣርባዕተ እዩ ከምዙይ ይብል ንስኻትኩም ግና ኣቱም ክርስትያን ማለት እዩ ኣመንቲ ብኢየሱስ ክርስቶስ ዝኣመንኹም ናብ እምባ ጽዮን ናብ ከተማ ህያው እግዚኣብሔር ዝኾነት ሰማያዊት ኢየሩሳሌም ናብቶም ብሓጎስ ዝተኣከቡ ኣላፋት ዝኾኑ መላእክቲ ናብታ በቶም ኣብ ሰማያት ስሞም ዝተፅሓፈ በኹር ዝኾኑ ዝቆመት ቤተክርስትያን ናብ መጀመርታ ቤተክርስትያን ማለት እዩ ናብቲ ንኩሉ ትፈርድ እግዚኣብሔር ናብ ነፍሳት እቶም ፍፁማን ዝኾኑ ፃድቃን በፂሕኹም ኢኹም ይብለና ኣሎ በጺሕኹም ኢኹም። ናብቲ ናይ ሓድሽ ኪዳን ማእከላይ መተዓረቂ ዝኾነ ኢየሱስን ናብቲ ካብ ደም ኣቤል ብዝበለጸ ዝዛረብ ምንዛሕ ደምን ኢኹም በጺሕኩም ዘለኹም። እምበኣር ነቲ ዝዛረበኩም ዘሎ ምስማዕ ከይተኣይዎ ተጠንቀቑ ይብል። ስለዚ ደረጃና ብርክና ዝበፅሕናሉ ብርኪ ቦታና ክንፈልጥ ይግባእ ቦታና ምፍላጥ ቦታና ክንፈልጥ ይግበእና ማለት እዩ ግድን እዩ በቃ እዚ ቦቱ ክፈልጥ ኣለዎ ክርስትያን በፂሕና ኢና ተወዲና ኣብቲ እግዚኣብሔር ዘቐመጠና ዓላማ በፂሕና ኢና ንድሕሪት ክንምለስ ኣይግበእና እዩ ንጎኒ እውን ክንዓበ ይግበና ዕቤት ላበይ ናብ ሰማይ እዩ ዕቤት ንላዕሊ እዩ ናይ ክርስትያን ዕቤት ኩሉ ግዜ ንላዕሊ እዩ ናብ መን ናብ ክርስቶስ ኢና ንዓቢ ንጎኒ ይኮና ንዓቢ

ግቡእ ብዘይኮነ ኣከያይዳ ምስቶም ዘይኣምኑ ብሓድሕድ ይጸመዱ። ጽድቂ ምስ ሓጢኣት እንታይ ዘራኽብ ኣለዎ? ወይ ኸኣ ብርሃን ምስ ጸልማት እንታይ ሕብረት ኣለዎ? ክርስቶስ ምስ ዲያብሎስ እንታይ ስምምዕነት ኣለዎ? ኣማኒ ምስ ዘይኣማኒ እንታይ ሕብረት ኣለዎ? መቕደስ እግዚኣብሔር ምስ ጣኦታት እንታይ ስምምዕ ኣለዎ? ክፍለ ኣለዎ ህይወትና ናብራና ክንፈል ይግባእ ናብራና ክፍለ ኣለዎ። በቃ ጽድቂ ብርሃን ክርስቶስ ኣማኒ መቕደስ ዝብሉ ብሓደ ወገን እዮም፣ ብሓደ ማህደር እዮም። እዚኦም ኣብ ኣመንቲ ኣለዎ ኣብ ክርስትያን ኣብ ክርስትያን ክህሉ ኣለዎም ግድን እዚኣቶም። በቲ ሓደ ገጽ ዘለዉ ድማ እንታይ እንታይ እዮም ሓጢኣት፣ ጸልማት፣ ዲያብሎስ ወይ ድማ ቤልሆር፣ ለይኣማኒ፣ ጣኦት እዚኦም ድማ ብሓደ ገፅ እዮም ለለዉ ስለዚ ክልቲኡ ክፈላለ ኣለዎ ክራኸብ የብሉይ ስምምዕነት የብሉይ ኣማኒ ምስ ለይኣመኒ ምንም ዓይነት ብዘዝንዮ መንፈሳዊ መልክዕ ብኣምልኾ መልክዕ ምንም ርክብ የብሉይ ብህይወት እውን ምንም ርከብ የብሉይ ምናልባት ማሕበራዊ ጉዳያት ክህሉ ይኽእሉ እዮም ኣብ ዓለም ዝንብሩና ነገራት ክህሉ ይኽእሉ እዮም ሓበራዊ ክገብሩና ዝኽእሉ ብክርስቶስ ዝመፀ ብክርስቶስ ብክርስቶስ ግና ብወንጌል ብወንጌል ግና ህይወትና ክፍለ ኣለዎ ናይ ክርስቶስ ናይ ክርስቶስ ክንሸትት ይግበና ፍሉያት ፍሉያት ክንስምዐና ኣለዎ ቅዱሳን ቅዱሳን ክስምዐና ኣለዎ ሕርያት ሕርያት ክስምዐና ኣለዎ ናይ ሰማይ ናይ ሰማይ ዜጋ ክስምዐና ኣለዎ ውልድነት ውልድነት ክስምዐና ይግብኦ ናይ ሓድሽ ኪዳን ህይወት ክህልየና ይግባእ ናይ ሓድሽ ኪዳን ንግግር ክህልየና ይግባእ ናይ ሓድሽ ኪዳን ኣተሓሳስባ ክህልየና ይግባእ ናይ ሓድሽ ኪዳን ስርዓት ኣምልኾ ክህልየና ይግባእ ክፍለ ኣለዎ። ምስኣቶም ክነብር እየ፣ ኣብ ማእከሎም ክመላለስ እየ፣ ኣነ እውን ኣምላኾም ክኸውን እየ፣ ንሳቶም ኸኣ ሕዝበይ ክኾኑ እዮም ከም ዝበለ፣ ንሕና ቤተ መቕደስ ሕያው እግዚኣብሔር ኢና። ዝተፈለና ኢና ንሕና ይብል። ስለዚ ካብ ማእከሎም ውጹ፣ ዝተፈለኹም ኹኑ ይብል እግዚኣብሔር። ካብ ማእከሎም ውጹ ማለት ብስጋ ተፈልዮ ካብኣቶም ሕደጎ ማለት ኣይኮነ። ታይ ማለት እዩ ተኢልና ተፈለዩ ማለት ንእግዚኣብሔር ጥራሕ ኣምልኹ ለኣየ ጥራሕ ኣምልኹኒ ኣነ ጥራሕ ኣቦ ግበርኒ ኣነ ጥራሕ ጎይታ ግበርኒ ኣነ ጥራሕ ንጉስ ግበርኒ ማለት እዩ በቃ ኣብ ህይወትኩም ካሊእ ጎይታ ክህለ የብሉ ገንዘብ ጎይታ ክኾነ ይግባእ እዩ ዓለም ጎይታ ክትኾነ ይብላ እዩ ናይ ዓለም ብልጭልጭታ ነገራት ሃፍቲ ንብረት ምዕባለ ዕብየት እዚኦም ኩሎም ጎተት ክኾኑ የብሎም ህይወትኩም ይብለና ኣሎ በይነይ ጥራሕ ኣምላኽኩም ክኾን እየ፣ ንስኻትኩም ድማ በይነይ ተምልኹኒ ኢኹም። ርኹስ ኣይትንክኡ፣ ኣነ እውን ክቕበለኩም እየ፣ ኣቦ ክኾነኩም እየ፣ ንስኻትኩም እውን ኣወዳትን ኣጓላትን ክትኾኑኒ ኢኹም ይብል፣ ዅሉ ዝኽእል እግዚኣብሄር ተባሂሉ ከም ዝተጻሕፈ እዩ ይብል። ስለዚ እግዚኣብሄር ክንፍለየሉ ይደሊ እዩ። በቃ ቦታና ንፍለጥ፣ ንእግዚኣብሄር ንፈለየሉ፣ ቅዱስ ዝኾነ ህይወት፣ ቅዱስ ዝኾነ ኣነጋግራ፣ ቅዱስ ዝኾነ ኣተሓሳስባ ይሃልየና፣ ክርስትያን ክርስትያን ንምሰል፣ ኢየሱስ ክርስቶስ ኣብ ህይወትና ክግለጽ ይግብኦ ማለት እዩ። ልቦይ ንፈለየሉ። ነመሳስል የብልናይ ንመስል የብልናይ ዓለም ኣይትምሰሉ ኣብ ዓለም ዘሎ ነገር ኩሉ እውን ኣይትምሰሉ ተባሂሉ ተጻሒፉ እዩ ስለዚ ንእግዚኣብሔር ክንፍለዮ ዝግበእና ብዙ እዩ ማለት እዩ እምበር ብትካላት ሃይማኖት ኣይኮና ንእግዚኣብሔር ንፍለ እገለ ትካላት ሃይማኖት ናይ ክርስቶስ እየን እገለ ትካላት ሃይማኖት ናይ ክርስቶስ ኣይኮና ዝበሃል ዘመን የለይ እሱ የለይ ዘመን እዚ ሓሶት እዩ ናይ ሓሶት ዘመን እዩ ዓለማውያን እየን ንሳተን። ትካላት ሃይማኖት ኹለን ኣብ ምድርና ለለና ዓለማውያን እየን። ምስ ናይ መንግስቲ ዓለም እየን ዝስማዕማዓ እምበር ምስ ናይ እግዚኣብሔር መንግስቲ ኣይስማዕማዓን። ፈጺመን ኣይስማዕማዓን ኹለን ትካላት ሃይማኖት። ዋላ ክርስትያን ኢና ልብላ፣ ዋላ ብክርስቶስ ክርስትያን ኢና ልብሉ፣ ዋላ ዋላ ንኢየሱስ ክርስቶስ ጥራሕ ኢና ነምልኽ ልብሉ፣ ኹሎም ሓሶት እዩ። ብትካላት ሃይማኖት ተሓባቢልና ናይ ትካላት ሃይማኖት ኣድነቕቲ ናይ ትካላት ሃይማኖት ኣገልገልቲ ለለዉ ተገዛእቲ ናያቶም ባሮት ክንኾን የብልናይ ንዓቶም ንኽተል ክኾንና የብልናይ ንሕና ናይ ክርስቶስ ኢና ሰማያውያን ዜጋታት ኢና ብኢየሱስ ክርስቶስ ኢና ንኣምን ብኢየሱስ ክርስቶስ ድማ ኣሚንና ንነብር ንመላለስ ተሞትና ልጎይታ ኢና ንነብር ብህይወት ተነበርና ድማ ልጎይታ ኢና ንነብር ንትካላት ሃይማኖት ንነብረሉ ህይወት ክህልየና ኣይግባእን እዩ ፍጹም እዚ ኩሉ እግዚኣብሔር ካባና የርሕቆ ጸግኡ ድማ ይሓግዘና። ብነገር ኹሉ ብክርስቶስ ኢየሱስ ኣብ ብርሃን ክንነብር ብጸግኡ ይሓግዘና። ስለ ለምሀረና ስለ ገሰጸና እግዚኣብሔር ክብር ምስጋና ንዕኡ ይኹን። ብጎይታና ብኢየሱስ ክርስቶስ ጸጋ ምስኩም መንፈስኩም ይኹን። ወስብሐት ለእግዚኣብሔር።